ቲስዓን ሸሞንተን ሚእታዊት ነዚ ሓደ ምስጢር ኣይርድእዎን እዮም። ጽባሕ ዘይኮነስ ድሕሪ እዚ ቪድዮ ዘይኮነስ ሕጂ ስምዓኒ። ድሕሪ ኩሉ ነገር ጌና ኣብ ዘለኻ ድሕሪ እቲ ክትሓልፎ ዘይመስለካ ዝነበረ ኩሉ ሲኦል ዘንዕቕ ጉዕዞ ህይወትካ ጌና ኣብ ዘለኻ ኣብዚ ምህላውካ ድማ ሓደ ትርጉም ኣለዎ እዚ ማለት ከኣ ኩሉ ማለት እዩ ስለዚ ቅድሚ ናብቲ ቀንዲ መደብና ምኻድና ሓደ ነገር ክትርዳእ እደሊ ናብዚ መደብ ብኣጋጣሚ ይመጻኻን ኣብ ውሽጥኻ ዘሎ ገለ ሓይሊ እቲ ዓሚቕ ዝኾነ ሓይሊ እቲ ተስፋ ምቑራጽ ዘይፈልጥ ሓይሊ እዩ ናብዚ መሪሕካ እቲ ሓይሊ እቲ ንስኻ ምእንቲ ርእስኻ ምቅላስ ኣብ ዘቋረጽካሉ እዋን እውን እንተኾነ ጌና ምእንታኻ ይቃለስ ኣሎ። ነዚ ነገር ድማ ዕሽሽ ኣይትበሎ። ስም ኣቕራቢ ናይዚ መደብ ኣገዳሲ ኣይኮነን። እቲ ኣገዳሲ ነገር ኣብዘን ዝቕጽላ ሰላሳ ደቓይቕ ክትውስኖ ዘለካ ነገር እዩ። ድሕሪ እዚ መደብ ውሳነ ክትገብር ኢኻ። ብልሳንካ ዘይኮነስ፣ ኣብ ቦታ ኮመንት ዘይኮነስ፣ ብላይክ ምጥዋቕ ዘይኮነስ ብህይወትካ ኢኻ ውሳነ ክትገብር። እቲ ውሳነ ድማ ልክዕ ካብዚ ቪድዮ ምርኣይ እዩ ዝጅምር። እስከ ሓደ ሕቶ ክሓተካ፣ ብገዛእ ርእስኻ ዝኾራዕካሉ ናይ መወዳእታ ግዜ መዓስ እዩ ነይሩ? ሓደ ሰብ ክትኮርዕ ኣለካ ኢሉ ስለ ዘድነቐካ ዘይኮነስ፣ ወይ ሓደ ነገር ፖስት ኢልካ ሽሕ ላይክ ስለ ዝረኸብካ ዘይኮነስ፣ ኣነ ዝሓተካ ዘለኹ ብዛዕባ እቲ ንበይንኻ ኮይንካ ኣብ ቅድሚ መስትያት ምስልኻ እናጠመትካ እዚ ኣነ'የ ገይረዮ፣ ኣነ ስለ ዝኾንኩ'የ ዐዊተዮ፣ ጅግና እየ ዝበልካሉ እዋን እዩ። ከምዚ ዝኣመሰለ ስምዒት ዘሕለፍካሉ ናይ መወዳእታ ግዜ መዓስ እዩ ነይሩ? ምናልባት ነዊሕ ግዜ ገይሩ ኣሎ ወይ ከኣ ፈጺሙ ኣጋጢሙካ ኣይፈልጥን ይኸውን። እዚ ዝብል ዘለኹ ከሕፍረካ ኢለ ኣይኮንኩን። እዚ ዝብሎ ዘለኹ እቲ ብኮ ማለት እቲ ኩርዓት ክህልዎ ዝግብኦ ዝነበረ ባዶነት ሎሚ ክንፍውሶ ዘለና ቁስሊ ስለ ዝኾነ እዩ። ንዓመታት ንሰባት እናሓጎስካ ናብ ባህታ ዘይህበካ ስራሕ እናኸድካ፣ ኣብ ቴለፎንካ ስኩረል እናገበርካ ናትካ ሂወት ደው ኢሉ ከሎ ናይ ካልኦት ሰባት ጽቡቕ ህሞታት እናተዓዘብካ ኣብ ስቓይ ትጓዓዝ ኔርካ ኣብ ውሽጥኻ ድማ ኣብ ትሕቲ እቲ ድኻም ኣብ ትሕቲ እቲ ተስፋ ምቑራጽ ኣብ ትሕቲ እቲ ከምቲ ዝሓሰብካዮ ዘይከደ ኩሉ ጾር ዝተቐብረ ጌና ሕልሚ ተስፋ ኣሎ እቲ ተስፋ ኣብ ውሽጥኻ ከም ዘሎ ስለ ዝፈልጥ እየ የለን ከይትብለኒ ምኽንያቱ ዝወደቑ ሰባት ድራኸ ኢንስፓይሬሽን ኣይደልዩን እዮም ዝኸሰሩ ሰባት ንሰላሳ ደቓይቕ ኮፍ ኢሎም እዚ መደብ ክሰምዕዎ ኣይክእሉን እዮም። ነዚ ትሰምዖ ዘለኻ ደኺምካ ጥራይ እምበር ተስፋ ስለ ዘይቆረጽካ እዩ። ኣብ ህይወት ምድካም ድማ ጸገም የብሉን። ምድካም ማለት ትፍትን ኔርካ ማለት እዩ። ሕጂ ግን ምድካም ኣብቂዑ ዕላማኻ ኣጅምረሉ ግዜ እዩ። ኣብ ሞቲቬሽን ፖስተራት ዘቐመጥዎ ሓደ ነገር ክነግረካ፣ ዓወት ንዝበለጸ ክእለት ዘለዎ ይመጾን እዩ። ንዝበለጸ ዝተምሃረ ይመጾን እዩ። ንዝበለጸ ርክባት ዘለዎ፣ ንዝበለጸ ትርኢት ዘለዎ ወይ ድማ ንዝበለጸ ዕድለኛ ዝኾነ ይመጾን እዩ። ዓወት ዝመጽእ ነቶም ኣይፋል ዝብሉ፣ ንስዕረት ምቕባል ዝኣብዩ ሰባት እዩ። ከምዚ ኢኻ እንክበሃሉ ንምቕባል ዝኣብዩ። ኣብታ ዓለም ዝሰርሓትሎም ሳንዱቕ ንምጽናሕ ዝኣበዩ። ኣብ ነፍሲ ወከፍ መዓልቲ ናይ ትማሊ ውድቀቶም ናይ ጽባሕ መንነቶም ክኸውን ንዝኣብዩያ ዓወት ዝኽሰት። እቲ መብዛሕትኡ ሰብ ዘይርድኦ ምስጢር እዚ እዩ። እዚ ክትሰምዖ ከለኻ ማለት ንስዕረት ኣይፋል ምባል ቀሊል ክመስል ከም ዝኽእል እፈልጥ እየ። ግና ብዕዛዕብኡ ወላ ሓደ ቀሊል ነገር የለን። ቀሊል ነይሩ እንተዝኸውን ኩሉ ሰብ ምገበሮ ነይሩ። ሕጂ ዘለኻዮ ህይወት ተዓዘቦ። እቲ ክትኮኖ ትደልዮ ህይወት ኣይኮነን። ክትኮኖ ዝግብእካ ህይወት እውን ኣይኮነን። ምናልባት ዕዳታት በዚሕካ ክትመልሶ ከቢድካ ኸውን። ምናልባት ተስፋ ዝገበርካሉ፣ ዝጸዓርካሉን ዝደኸምካሉን ፈሪሱ ይኸውን። ምናልባት ሚእቲ ነገራት ፈቲንካ ሓዲኡካ ኣይሰለጠካን ይኸውን። ምናልባት ኣብ ነፍሲ ወከፍ ንግሆ ምስቲ ኣብ ውሽጥኻ ዘሎ ጭንቀት ትትንስእ ትኸውን። ምናልባት ኣብ ነፍሲ ወከፍ ንግሆ ምንባረይ እንታይ እዩ ትርጉሙ ምስ ዝብል ከቢድ ተስፋ ዘቑርጽን ስምዒትን ትትንስእ ትኸውን። ነቲ ስምዒት እፈልጦ እየ። እቲ ስምዒት ሓቂ ከም ዘይኮነ ክትርዳእ ድማ ደልየካ። እቲ ስምዒት፣ እቲ ቃንዛ፣ ብሓደ ኣጋጣሚ ኣብ ርእስኻ ዝቐረጽካዮ ናይ ሓሶት ዛንታ እዩ። እቲ ቃንዛኻ ናይ ኩሉ ግዜ ጎይታኻ ዘይኮነስ ክኸይድ ዝኽእል ጋሻ እዩ። እቲ ዝኾነ ከምዚ እዩ፣ ምናልባት ኣብ ቁልዕነትካ፣ ምናልባት ኣብ ሕማቕ ዝምድና፣ ምናልባት ከም ብሓድሽ ደው ክትብል ክሳብ ዘይትኽእል ኣመና ኣብ ዝሃሰየካ ውድቀት ብዛዕባ ገዛእ ርእስኻ ሓደ ነገር ክትኣምን ጀሚርካ። ንስኻ ካብቶም ዝዕወቱ ዓይነት ሰባት ከም ዘይኮንካ፣ ካብ መንጎ ጽቡቕ ህይወት ዝረኽቡ ዓይነት ሰባት ከም ዘይኮንካ፣ ከማኻ ዝበሉ ሰባት ዕዉታት ዘይኮኑስ፣ ከማኻ ዝበሉ ሰባት ብህይወት ንምጽናሕ ጥራይ ተራ ናብራ ዝነብሩ ምዃኖም ክትኣምን ጀሚርካ። ነዚ ድማ ካብ ካልኦት ሰባት፣ ካብ ውሽጥኻን ካብ መስትያት ካብ እትርእዮሉን ምስልኻን ብተዳጋጋሚ ሰሚዕካዮ፣ ኣራጋጊጽካዮ ኢኻ። ስለዚ ምሕታት ኣቋሪጽካ በቃ ስቕ ኢልካ ተቐቢልካዮ። ምቕባል፣ ምእማን ድማ ሓያል እዩ። ምኽንያቱ ኣእምሮኻ ሓቂ እዩ ኢልካ ኣብ ዝተቐበልካዮ ዘበለ ኩሉ ዙርያ'ዩ ህይወትካ ዝሃንጾ። ስለዚ ማእከላይ ወይ ተራ ምዃንካ እንተድኣ ተቐቢልካዮ፣ ኣእምሮኻ ማእከላይ ህይወት ክሃንጸልካ እዩ። ንዝበለጸ፣ ንዓወት፣ ንሃብቲ ከም ዘይትበቅዕ እንተ ደኣ ኣቐቢልካዮ፣ ኣእምሮኻ ፈጺምካ ናብ ዝበለጸ፣ ናብ ዓወት ከም ዘይትበጽሕ ከራጋግጸልካ እዩ። ግና ሕጂ ክትቅበሎ ዝደልየካ ነገር እንተሎ፣ እቲ ንገዛእ ርእስኻ ዘለካ እምነት ፈጺሙ ሓቂ ኣይነበረን። ምስቲ ብልክዕ ክትወጽኦ ትኽእል ዓቕምኻ ዝኾነ ምትእስሳር ብዘይብሎም ሰባት፣ ኩነታትን ህሞታትን ኣብ ውሽጥኻ ዝተጻዕነ ፕሮግራም ማን እዩ ነይሩ? ሕጂ ነዚ መደብ ኣብ ትሰምዓሉ ህሞት ከኣ ነቲ ፕሮግራም ደምሲስካ ከም ብሓድሽ ትጽዕኖ ኣለኻ። ገለ ሰባት ብዛዕባ ሞቲቬሽን ክዛረቡ ከለዉ ልክዕ ንጉሆ ተንሲእኻ ምልዕዓል ተሰሚዕካ ዓበይቲ ነገራት ክትገብር ከም ዝደፋፍእካ ጽኑዕ ስምዒት ኣምሲሎም እዮም ዝገልጽዎ። ግና ሓደ ነገር ክነግረካ ሞቲቬሽን መታለሊ እዩ። ሞቲቬሽን ማለት ብልጭታ ዝፈጥር ዝቕጽል ብርሃን ፈጺሙ ዘይህብ ማሕታ እዩ። እቲ ብሓቂ ህይወት ዝሃንጽ ድስፕሊን እዩ። ድስፕሊን ማለት ክትገብሮ ኣብ ዘይትደልየሉ እዋን ምግባር እዩ። ድስፕሊን ማለት ውሽጥኻ ሎሚ ኣይኮነን ክብለካ ከሎ ነቲ ነገር ምግባር እዩ። ድስፕሊን ማለት ዓራትካ ከም ገነት ክመስለካ ከሎ ኣብ ጠረጴዛኻ ኮፍ ኢልካ ስራሕኻ ምቕጻል እዩ። ድስፕሊን ማለት ነቲ ዝወሃበካ መልሲ እናፈራህኻዮ ከለኻ ናብቲ ዝሓሰብካዮ ደወል ምግባር ወይ እቲ ማዕጾ ምኹሕዃሕ እዩ። ድስፕሊን ማለት ኣብ ነፍሲ ወከፍ መዓልቲ ካብ ናይ ሕጂ ግዝያዊ ምቾትካ ንናይ መጻኢ ዘላቂ ምቾት ምምራጽ እዩ። ድስፕሊን ቀሊል ከም ዘይኮነ ስለ ዝፈልጥ ቀሊል እዩ ኣይብለካን እየ። እቶም ንዓለም ዝቐየሩ ሰባት ኩሉ ግዜ ድስፕሊን ስለ ዝደለዩዎ ዘይኮነስ ምስ ዕላማኦም ስለ ዝዛመድ እዮም ዝገብሩዎ ነይሮም። ንሳቶም ሎሚ ዝስምዓኒ ስምዒት ብዘየገድስ ክገብሮ ወሲነ ይብሉ። እቲ ፍልልይ እዚ እዩ። ስምዒታት ምስ ኩነታት ኣየር ዝቀያየሩ ክኾኑ ከለዉ፣ ዲሲፕሊን ዝመልኦ ውሳነታት ግን ንህይወትካ ቕይር እዩ። ንግሆ ኣብታ መዓልቲ ክትዕወትን ክትስዕርን ዝውስን ህሞት እዩ። እታ ናይ መዓልትኻ ቀዳመይቲ ሰዓት እታ ዝሓየለት፣ ነቲ ሃዋህው ትውስን፣ ንምሉእ መዓልቲ ትውዕሎ እትውስን ንሳ እያ። መብዛሕትኦም ሰባት ግን ነታ ሰዓት እቲኣ ኣብ ክንዲ ንባዕሎም ዘውዕልዋ ንቴለፎኖም ህብዋ። ካብ ድቃሶም እትንስኡ እሞ ኣብ ውሽጢ ሓደ ደቓይቕ ድሮ ኣብ ህይወት ካልእ ሰብ፣ ኣብ ድራማ ካልእ ሰብ፣ ኣብ ርእይቶ ካልእ ሰብ፣ ኣብ ናይ ካልእ ሰብ ጽቡቕ ህሞታት ጥሒሎም ይርከቡ። ድሕሪኡ ስለምንታይ ድሕሪት ከም ዝተረፉ፣ ስለምንታይ ካብ ሰቦም ዝነኣሱ ኮይኖም ከም ዝስምዖም፣ ናቶም ህይወት ስለምንታይ ትርጉም ዘይብሉ ኮይኑ ከም ዝስምዖም ይሓስቡ። እቲ ምኽንያት ግን ግልጺ እዩ። ምኽንያቱ መዓልትኻ ብቴለፎንካ ኣቢልካ ኣብ ናይ ካልእ ሰብ ዓለም ኢኻ ጀሚርካዮ ዘለኻ። ጌና ክዳንኳ'ኳ ከይቀየርካ፣ ነቲ ኣዝዩ ክቡር ናይ ኣእምሮኻ ናይ መጀመርታ ንቕሓት ብነጻ ኣባኺንካዮ ኣለኻ። እዚ ካብ ሎሚ ደው ክብል ኣለዎ። ካብ ዝቕጽል ሰሙን ዘይኮነስ፣ ድሕሪ ቀዳማ ሰንበት ዘይኮነስ፣ ጽባሕ ንግሆ እታ ኣላርምካ ምስ ሃረመት ክትትንስእ ከለኻ፣ ኣላርምካ ኣጥፊእካ ድቃስካ ክትቅጽል የብልካን። ምኽንያቱ ኣላርምካ ብዘየቋርጽ ቁጽሪ ኩነታት ዘይልኡም ክኸውን ከሎ ተስፋ ክትቆርጽ ንኣእምሮኻ ተሰልጥኖም ኣለኻ ማለት እዩ። ተንስእ፣ ማይ ስተ፣ ኣካላትካ ኣንቀሳቕስ፣ ኣብታ ዕለት ትፍጽሞም ሸቶታትካ ጽሓፍ፣ እንተ ወሓደ ንሰላሳ ደቒቕ ንኣእምሮኻ ዝምግብ ነገር ኣንብብ። ንንግሆኡ ዝውንን ሰብ ህይወቱ ስለ ዝውንን ነታ ቀዳመይቲ ሰዓት ናይ ንግሆ ዋንነትካ ግበራ። ሕጂ ኸኣ ብዛዕባ እቲ ወላ ሓደ ሰብ ክዛረበሉ ዘይደሊ ብዛዕባ ምኽኒት ወይ ምስምስ ነልዕል። እወ እፈልጥ እየ ብዙሓት ምስምስ ዘይኮነስ ምኽንያት እዮም ዝብልዎ ግዜ የብለይን ገንዘብ የብለይን ዕድል የብለይን ወላ ሓደ ሰብ ዝሕግዘኒ የለን እቲ ሲስተም ወይ መስርሕ ኣንጻረይ እዩ ዓጢቑ ገለ ካብዚኦም ሓቂ ክኾኑ ይኽእሉ እዮም እቲ ሲስተም ንሰባት ክድርብ ይኽእል እዩ ዕድላት ብማዕረ ዘይክወሃቡና ይኽእሉ እዮም ህይወት እውን ፍትሓዊት ኣይኮነትን ነዚ ስለ ዝረኣኽዎ እፈልጦ እየ ግና ክትሓስበሉ ዘለካ እቲ ምኽንይትካ ንህይወትካ ክቕይሮ ይኽእል ድዩ ካብቲ ዘይፍትሓውነት ዝመንጨወ ሕርቃንካ ሒዝካ ምስትምሳል ወይ ምንጽርጻር፣ ነቲ ክትሃንጾ ዘለካ ህይወት ክሃንጾ ይኽእል ድዩ? ናብቲ ዘይኮነ ነገር ኣጻብዕትኻ ምውጥዋጥ፣ ነቲ ክኸውን ዘለዎ ነገር ክፈጥሮ ይኽእል ድዩ? መልሱ ኣይፋልን እዩ። ንስኻ ድማ ትፈልጦ ኢኻ። ኩሉ ግዜ ትፈልጦ ኔርካ ኢኻ። ሕሉፍካ ብተኽእሎ መጻኢኻ ክድርቶ ምፍቃድ ደው ከተብሎ ድሉው ዲኻ? እወ፣ ሓደ ነገር ኣጋጢምካ እዩ። ግና በቲ ዘጋጠመካ ነገር እንታይ ከም ትገብር ክትሓስብ ኣለካ ንሱዩ እቲ ጌና ክትውስኖ ኣብ ኢድካ ዘሎ እንኮ ዕድልካ ቃንዛኻ መቕጻዕትኻ ዘይኮነስ ዝሓሸ ክትከውን ዘዳለወካ መምህር እዩ ካልኦት ሰባት ክረኽብዎ ዘይክእሉ ግን ንስኻ ናብ ሓዊ ኣቲኻ እቲ ሓዊ ድማ ከም ወርቂ ኣንጢርካ እምበር ኣይበልዓካን ወርቂ ኣብ ሓዊ ተመቺእዎ ስለ ዝጸንሕ ኣይኮነን ወርቂ ዝኸውን ዘይወርቂ ዝኾነ ኩሉ ክሳብ ዝነድድ ኣብ ኣዝዩ ብርቱዕ ዋዒ እዩ ዝጸንሕ። ቃንዛኻ እውን ዝገብሮ ዝነበረ ነዚ እዩ። ንስኻ ዘይኮንካዮ ንዓኻ ዘይበቅዕ ኩሉ ነገር የቃጽሎ ነይሩ። ተቐንጢጡ ተቐንጢጡ ተፈቲኑ ወርቂ ድማ ኮይኑ። እዚ ብሓዊ ተፈቲኑ ዝሓለፈ ናትካ መንነት እውን ብተማሳሳሊ። ካብቲ ቅድሚኡ ዝነበረ ዝኾነ ይኹን ነገር ዝያዳ ሓያል እዩ። ደንጒኻ ከም ዝጀመርካ ዝስምዓካ እንተድኣ ኮይኑ፣ ከባቢኻ ክትጥምት ከለኻ ካልኦት ኩሎም ካባኻ ርሒቖም ከም ዝኸዱ እናሓሰብካ ንዓይ ሓሊፉኒ እዩ፣ ሮማይ ኢልካ ትሓስብ እንተድኣ ኮይንካ ነዚ ክትሰምዖ እደሊ። ጌና ንዘስተንፍስ ዘሎ ሰብ፣ ጌና ብህይወት ንዝቕጽል ዘሎ ሰብ ምድንጓይ ዝበሃል ነገር የለን። ሙሴ ንህዝቢ እስራኤል ክመርሕ ከሎ፣ ባሕሪ ጨዲዱ ከሳግሮ ከሎ ወዲ ሰመንያ ዓመት እዩ ነይሩ። ኮሎኔር ሳንደርስ፣ መስራቲ ኪኤፍሲ፣ ናብዚ ሕጂ ንፈልጦ ዝለዓለ ደረጃ ክበጽሕ ከሎ ወዲ ስሳን ሓሙሽተን ዓመት እዩ ነይሩ። ቬራ ዋንግ ናይ መጀመርያ ክዳን ክትነድፍ፣ ዲዛይን ክትገብር፣ ከላ ጓል ኣርብዓ ዓመት እያ ነይራ። ሞርጎን ፋልማን እቲ ዓቢ ዕድል ክሳብ ሓምሳን ክልተን ዓመት ዝገብር ኣይረኸቦን ነይሩ። ቅድሚኡ ጎደና የጽሪ፣ ታክሲ ይዝውር፣ ኣብ ወተሃደራዊ ኣገልግሎት የገልግል ነይሩ። ክሳብ እቲ ዝበለጸ ዕድል ዝረክብ ዘድሊ ኩሉ ነገር እገብር ነይሩ። ንቕድሚት ምኻዱ ኣይቋረጸን፣ ከም ዝበጽሖ ምእማን ኣይቋረጸን፣ ግዜኡ ምስ በጽሐ ግና ዓለም ነቲ ንሱ ብዛዕባ ገዛእ ርእሱ ኣቐዲሙ ዝፈልጦ ዝነበረ ነገር በጺሓቶ። ዓለም ጌና ዘይበጽሐቶ ንስኻ ብዛዕባ ገዛእ ርእስኻ ድሮ ትፈልጦ ነገር እንተሎ ኣብቲ ወላ ሓደ ሰብ ክበጽሖ ዘይክእል ዓሚቕ ውሽጥኻ ኮንካ እንታይ ትኣምን? እንታይ ክትገብር ከም እትኽእል ተኣምን። ነዚ እምነትካ ጽቡቕ ጌርካ ሓዞን ተኸላኸለሉን፣ ምኽንያቱ እቲ እምነትካ ናይ ኵሉ ነገር ዘርኢ እዩ። ተስፋ ምስ ትቖርጽ እንታይ ከም ዝኸውን ትፈልጥዶ? ኣብ ገዛእ ርእስኻ ተስፋ ምስ ትቖርጽ፣ ሕልምኻ ዘይጭበጥ ኣዝዩ ኸቢድ ምዃኑ፣ መንገድኻ ዘይብጻሕ ኣዝዩ ነዊሕ ምዃኑ፣ ዋጋ ዘይግዛእ ኣዝዩ ኽቡር ምዃኑ ምስ ትኣምን፣ ነቲ ሕልምኻ ጥራይ ዘይኰነስ ካብኡ ዝዓቢ ኣገዳሲ ነገር ምስ ገዛእ ርእስኻ ዘለካ ዝምድና ኢኻ ትስእን። ምኽንያቱ ኩሉ ግዜ ተስፋ ኣብ ዝቖረጽካሉ ህሞት ኣእምሮኻ ፋይል ከፊቱ ይምዝግብ። ኣብ ዝቕጽል ግዜ ከቢድ ነገር ምስ ዝመጽእ እቲ ፋይል ይኽፈት እሞ ኣእምሮኻ ኣብ ዝሓለፈ ተስፋ ቆሪጽካ ከም ዝነበርካ ትዝክሮ ዶ? ሕጂ እውን ተስፋ ክትቆርጽ ኢኻ ብለካ። ግና ኣብቲ ዝኽብል እንተ ደኣ ጸኒዕካ እንተ ደኣ ነኺስካ ኣብ ዝቕጽል ግዜ እቲ ፋይል ክኽፈት ከሎ ኣእምሮኻ ኣብ ዝሓለፈ ተስፋ ስለ ዘይቆረጽካ ተዓዊትካ ነይርካ እብለካ። ድሕሪኡ ሓደ ሰብ ሓያል ኢኻ ስለ ዝበለካ ዘይኮነስ፣ ንገዛእ ርእስኻ ሓያል ምዃንካ ስለ ዘረጋገጽካላ፣ እቲ ብሓቀኛ ቃልሲ ዝተረኽበ ዘይናወጽ ርእሰ ምትእምማን ክዓቢ ይጅምር። እቲ ንነዊሕ እዋን ዝጸንሐ እንኮ ርእሰ ምትእምማን ንሱ እዩ። ኣብ ነፍሲ ወከፍ ዕላል፣ ኣብ ነፍሲ ወከፍ ምውጋሕን ምምሳይን ንኣእምሮኻ ብምንታይ ከም እትመልኦ ንስኻ ኢኻ ትውስን። ነፍሲ ወከፍ ምርጫ፣ ነቲ ንስኻ ትኾኖ ዘለኻ መንነት ዝወሃብ ሓደ ድምፂ እዩ። እቲ ትኾኖ ዘለኻ መንነት ንዝቕፅል ዓመታት ናይ ህይወትካ ዝነበረ ሰብ እዩ። ስለዚ ብዛዕባ እቲ ክትኮኖ ትመርፅ መንነት ፅቡቕ ጌርካ ሕሰብ። እቲ ክትኮኖ ትመርፅ ዘለኻ መንነት ድስፕሊን ኣለዎ ድዩ? ኣመስጋኒ ድዩ? ሓደ ነገር ይሃልንፅ ኣሎ ድዩ? ወይስ ብኣንፃሩ እቲ ክትኮኖ ትመርፆ ዘለኻ መንነት ሓይሉ ፀንቂቑ ዝማህመነ፣ ንዕድልን ንኹነታትን ዘማርር፣ ንገዛእ ርእሱ ምስ ካልእ ዘነጻጽር፣ ኣብ ውሽጡ ጽቡቕ ንኽስምዖ ናይ ደገ ምልዕዓል ክሳብ ዝመጽእ ዝጽበ እዩ። ሓደ ነገር ክነግረካ፣ ዝኾነ ናይ ደገ ምልዕዓል ነዚ ፈጺሙ ክገብሮ ኣይክእልን እዩ። ነቲ መንነትካ ምስቲ ክትኮኖ ዝተፈጠርካሉ ምስ እተሰማምዖ እዩ ውሽጥኻ ዝመልእ። ብህይወትካ ምጽዋት ኣቋሪጽካ ብሓቂ ክትነብሮ ምስ ትጅምር እዩ ዝመልእ። ሽዑ እቲ ጎደሎ ህይወትካ ክመልእ ይጅምር። ነቲ ተስፋ ዘይቆረጸ ናትካ መንነት ዝደልዩዎ፣ ከም ኣርኣያ ዝወስድዎ ሰባት ከም ዘለዎ ክትርስዕ የብልካን። ደቅኻ፣ ስድራኻ፣ መቕርብካ ሓደ መዓልቲ ዛንታኻ ምስ ሰምዑ ንሱ ነዚ ክሓልፍ ክኢሉ እንተ ደኣ ኮይኑ ምናልባት ኣነ እውን ነዚ ክሓልፎ እኽእል እየ ዝብል ዘይፈልጠካ ሰብ ከይተረፈ ብናትካ ዛንታ ክለዓል ይኽእል እዩ። ነዚ ምእንቲ ገዛእ ርእስኻ ጥራይ ኢልካ ኣይኮንካን ትገብሮ ዘለኻ። ናትካ ተስፋ ዘይምቑራጽ፣ ናትካ ዓወት ናይ ካልእ ሰብ ናይ ፍቓድ ወረቐት እዩ። ናትካ ምሕዋይ ናይ ካልእ ሰብ ተስፋ እዩ። ናትካ ካብ ውድቀት ምትንሳእ ምትንሳእ ይከኣል እዩ ኢሉ ንዝኣምን ካልእ ሰብ መርትዖ እዩ። ስለዚ ተስፋ ንምቑራጽ ክትሓስብ ከለኻ ብርግጽ እውን ተስፋ ንምቑራጽ ክትሓስብ ኢኻ። ካብ ገዛእ ርእስኻ ሓሊፍካ ክትሓስብ ኣለካ። መን ክትዕወት ከም ዝደልየካ ሕሰብ። ምኽንያቱ ርግጸኛ ኮይነ ዝነግረካ ናትካ ዓወት ዝጽበ ኩሉ ግዜ ሓደ ሰብ ኣሎ ኣብዛ ዓለም እቲ ዝኸፍእ ዘሕምም ነገር እንታይ ምዃኑ ትፈልጥ ዶ ውድቀት ኣይኮነን ውድቀት እሞ ክትሰግሮ ትኽእል ኢኻ ካብ ውድቀትካ ተማሂርካ ክትንስእ ትኽእል ኢኻ ኣብ ዓለም ኣዝዩ ዘሕምም ነገር ጣዕሳ እዩ ፈቲነዮ እንተዝኸውን ነይረ እንታይ ምኾነ ነይሩ ኢልካ ምስትምሳል ንሰባት ኣብ ናይ መወዳእታ ዓመታት ህይወቶም ዘሳቕዮም ጾር ቃንዛ እንተሃልዩ እዚ ዝገበርዎ ነገር ዘይኮነስ እቲ ክገብርዎ እናኸኣሉ ዘይገበርዎ ነገር እዩ። ነዚ ዝነግረካ ዘለኹ ከፍርሀካ ኢለ ዘይኮንኩስ ሓራ ከውጽኣካ ብምሕሳብ እዩ። ምኽንያቱ ንስኻ ኣብ መወዳእታ ኣይኮንካን ዘለኻ ኣብ መጀመርታ ኢኻ ዘለኻ። ንስኻ ሕጂ ዝኾነ መጠን ገንዘብ ወይ ስልጣን ወይ ዓወት ክገዝኦ ዘይክእል ነገር ኣለካ። ዕድመ ኣለካ፣ ንእስነት ኣለካ፣ ግዜ ኣለካ። ምናልባት እቲ ዘለካ ግዜ ደረት ዘይብሉ ኣይከውንን፣ ምናልባት ከምቲ ትደልዮ መጠን ኣይከውንን፣ ግና እዚ ቓሕ ሰም ናትካ እያ፣ እዛ መዓልቲ እዚኣ ናትካ እያ። ብሎሚ ትገብሮ ነገር፣ ሎሚ ትውስኖ ውሳነ ናይቲ ዝቕጽል ምዕራፍ ህይወትካ ውስኖ እዩ። ስለዚ ውሳነኻ ትርጉም ዘለዎ ግበሮ። እቶም ታሪኽ ዝቐየሩ ሰባት፣ ማለት እቶም ነባሪ ነገር ዝሃነጹ፣ ብትብዓት ዘፍቀሩ፣ ካብ ባዶነት ሓደ ነገር ዝፈጠሮ ድልዋት ኣይነበሩን። ፈሪሆም ነይሮም። እኹል ምድላው ኣይነበሮምን። ርግጸኛታት ኣይነበሩን። ግና ብውሽጣዊ ድርኺት ንቕድሚት ተንቀሳቒሶም። በቲ ዘለዎም ካብቲ ዘለዎም እዮም ተንቀሳቒሶም። እቲ መንገዲ ኸኣ እናተጓዓዙ ከለዉ ባዕሉ ተገሊህሎም። ኩሉ ግዜ ከምኡ እዩ ዝኸውን። ኣብ ቅድመኻ ዝርአ ግመ ክሳብ ትጓዓዝ እቲ መንገዲ ግልጺ ኮይነ ይረኣየኒ። ምጉዓዝ ምስ ትጅምር ግን እቲ ግመ እናተጋልሀ እቲ መንገዲ ኸኣ እናተቃልዔ ይኸይድ ስለዚ መጓዓዝ ጀምር ሕጂ ከኣ ብዛዕባ እምነት ክዛረበካ እቶም ነገራት ጽቡቅ ክኸዱ ከለዉ ዝስመዐካ ዓይነት እምነት ዘይኮነስ ብዛዕባ እቲ ሓቀኛ እምነት ብዛዕባ እቲ ኣብ ደልሃ መጥሕ ኢልካ ከለኻ ዘሎ እምነት እየ ዝዛረብ ዘለኹ ካብ ዝፈተንካዮም ወላ ሓደ ነገር ዘይሰመረልካ እዋን ዘሎ እምነት ገንዘብ ምስ ወዳእኻ ዘሎ እምነት ተስፋ ዝገበርካሎም ሰባት ገዲፎምኻ ምስ ከዱ ዘሎ እምነት ኩሉ ነገር ከተቋርጽ ከም ዘለካ ኣብ ዘራጋገጽካሉ ዘሎ እምነት እየ ዝዛረብ ዘለኹ። እቲ ኣብ ጸገምን ሽግርን ዝተሰርሐ ከምዚ ዓይነት እምነት ወዲ ሰብ ክውንኖ ዝኽእል እቲ ዝበለጸ ሓይሊ እዩ። ምኽንያቱ እዚ እምነት መጻኢኻ ልክዕ መውጽኢ ዘይብሉ መንደቕ ኮይኑ ኣብ ዝረኣየካ እዋን ዝመጽእ እዩ። ጌና ክትሪኦ ኣይከኣልካን እምበር እቲ መውጽኢ ኣብቲ መንደቕ ኣሎ። ዓቢ ነገር ዝሃነጸ ዕውት ሰብ ልክዕ ከማኻ ኣብ መውጽኢ ዘይብሉ ዝመስል መንደቕ ደው ዝበለሉ ህሞታት ነይሮም እዮም። ግና ንሱ መውጽኢ ከም ዘሎ ብምእማን ናብቲ መንደቕ ምጉዓዝ ቀጺሉ። ኣብቲ ናይ መወዳእታ ህሞት ከኣ እቲ መውጽኢ ማዕጾ ግልጺ ኮይኑ ክረኣዮ ጀሚሩ። ስለዚ ዋላ እኳ መውጽኢ ዘይብሉ መጻኢኻ ዝተዓጽወ እንተመሰለካ ብእምነት ናብቲ መንደቕ ምጉዓዝ ቀጽል። ኣብ ከባቢኻ ዘለዉ ሰባት ኩሎም ንለውጥኻ ኣብ ቅድሚት ኮፍ ኢሎም ክዕዘቡ ዝተሓርዩ እዮም ማለት ኣይኮነን። ክትገብሮ ዝሓሰብካዮ ሓድሽ ጉዕዞ ለውጢ ክትገብር ክሓተካ እዩ። እቲ ለውጢ፣ እቲ ዕብየት ከኣ ንገሊኦም ኣብ ከባቢኻ ዝነበሩ ሰባት ክርብሾም ይጅምር፣ ንገሊኦም ሰባት ክርሕቖም፣ ንገሊኦም ከኣ ብኣኻ ክሓርቁ ክገብሮም ይኽእል እዩ። ንስኻ ግን ድሌቶም ክኾኑ ሕደጎም። ንኻልኦት ሰባት ምቾት ንምሃብ ክትብል ንእሽቶ ኮይንካ ክትተርፍ ግዴታ የብልካን። ሕልምኻ ምስ ናይ ካልእ ሰብ ኣተሓሳስባን ንክሰማማዕ ከተንእሶ ግዴታ የብልካን። ዕዮኻ ኩሉ ሰብ ክትኮኖ ዝልልየካ ሰብ ንምዃን ዘይኮነስ እቲ ክትኮኖ ዝተፈጠርካሉ ሰብ ንምዃን እዩ ክኸውን ዘለዎ። እቲ ዕዮኻ ከኣ ብውሑዳት ንኣሽቱ ተግባራት እዩ ዝጅምር። ቀዳማይ፣ መን ምዃንካ ወስን። ነቲ ክትኮኖ ትደልዮ መንነት ክሳብ ትኣምኖ ተዛረቦ፣ ክሳብ ትነብሮ ከኣ እመኖ። መንነትካ ክሳብ ዝኸውን ከኣ ንበሮ። ካልኣይ፣ ኣብ ድርድር ዘይኣቱ መዓልታዊ ግድን ክትገብሮም ዘለካ ንኣሽቱ ልምድታት ህነጽ። ኣብ ነፍሲ ወከፍ መዓልቲ ንሰላሳ ደቓይቕ ኣንብብ። እቲ ተንብቦ ኣብ ሾሻል ሜድያ ዘይኮነስ ዜና ዘይኮነስ ዘዕብየካ ሓበሬታን ፍልጠትን ዝህቡኻ መጻሕፍቲ ኣንብብ። ሓደ ንዓሰርተ ዓመት ኣብ መዓልቲ በብ ሰላሳ ደቒቕ ዘንበበ ሰብ ኣብ ዝኣተዎ ዝኾነ ይኹን ዓውዲ ካብቶም ዝበለጸ ሓበሬታ ዘለዎም ዝበለጸ ዓቕምን ፍልጠትን ዘለዎም ሰባት ሓደ እዩ ዝኸውን። ኣካላትካ ኣብ ነፍሲ ወከፍ መዓልቲ ንዕስራ ደቓይቕ ኣንቀሳቕሶ። ኣካላትካ ኩሉ ነገር ዘንቀሳቕስ ማሽን ከም ዝኾነ ሓሲብካ ተኸናኸኖ። እኹል ድቃስ ብምውሳድ እኹል ማይ ብምስታይ፣ እኹል ምንቅስቓስ ብምግባር ነዳዲ ይወስኽ ኣሎ። ዝደኸመን ጥዕናን ዘይብሉን ኣካላት ዝደኸመን ጽሩይ ዘይኮነን ኣእምሮ እዩ ዘፍሪ። ጽሩይ ዘይኮነ ኣእምሮ ድማ ጥዑይ ህይወት ክሃንጽ ኣይክእልን እዩ። ሳልሳይ፣ ንኣእምሮኻ ልክዕ ከምቲ ዝኸበረ ትውንኖ ሃብትኻ ጌርካ ተኸላኸለሉ። ጽቡቕ ጌርካ ሓዞ። እቲ ናብ ኣእምሮኻ ዝኣቱ ሓበሬታን ፍልጠትን ነቲ ዝወጽእ ኣረኣእያኻ ፍልጠትካን ውሱን እዩ። ንኣእምሮኻ ፍርሒ፣ ምውድዳር፣ ሕሜታ ከምኡ እውን ኣሉታውነት እንተድኣ መጊብካዮ፣ ፍርሒ፣ ምውድዳር፣ ሕሜታን ኣሉታውነትን ከፍሪ እዩ። ንኣእምሮኻ ራእይ፣ ተኽእሎ፣ ጥበብ ከምኡ እውን ትብዓት እንተድኣ መጊብካዮ፣ ራእይ፣ ተኽእሎ፣ ጥበብን ትብዓትን ከፍሪ እዩ። ስለዚ ኣብቲ ንኣእምሮኻ ክኣቱ እትፈቕዶ ነገር ጨካን ኮይንካ ብጽኑዕ ተኸላኸል። ዛንታኻ ኣይተፈጸመን። ዘጋጠመካ ዘበለ ኹሉ፣ ዝገበርካዮ ዘበለ ኹሉ፣ ዝበጻሕኻዮ ዘበለ ኹሉ፣ መወዳእታ ዝመስለካ ዝኾነ ይኹን ምዕራፍ ህይወትካ ኹሉ፣ መፈጸምታ ህይወትካ ኣይኮነን። ናትካ ዛንታ እዚ እዩ። ውድቀት መፈጸምታ ዘይኮነስ ሓበሬታ ጥራይ እዩ። እዚ ዝፈተንካዮ ኣገባብ ኣይሰርሕን፣ ከም ብሓድሽ ብኻልእ ኣገባብ ፈትን ኢሉ ዝውስነካ እዩ። እቲ ሎሚ ዓለም እተድንቖ ነፍሲ ወከፍ መሃዚ፣ ቅድሚ ምዕዋቱ ብኣማኢት ዝቑጸሩ ግዜ ወዲቑ እዩ። እቲ ትርጉም ዘለዎ ነገር ዝሃነጸ ነፍሲ ወከፍ ኣውፋሪ፣ ቅድሚ እቲ ዓብዪ ዓወት ናይ ዓሚላት ምንጻግን ክሳራን ዓመታት ኣሕሊፉ እዩ። እቲ ኣብ ጫፍ ዓወት ደው ዝበለ ነፍሲ ወከፍ ሻምፕዮን እውን እንተኾነ ኣብ ታሕቲ ምህላዉ ስዕረት ከመይ ከም ዝስምዐካ እፈልጦ ነይሩ እዩ። ኣብ ታሕተዋይ ደረጃ ምህላው መቓብር ዘይኮነስ እቲ ታሕተዋይ ደረጃ ናብ ጥርዚ ዓወት ዘብጽሕ መሰረት እዩ። ካብ ታሕቲ ናብ ላዕሊ ኢኻ ትሃንጽ። እስከ ሕጂ ብሓሳብካ ናብ መጻኢኻ ክትከይድ ፈትን። ካብ ሕጂ ሰላሳ ዓመት ኣብ ዘሎ ሂወትካ ኣብኡ ኣለኻ ዓቢኻ ምናልባት ሸምጊልካ ኣለኻ ገጽካ ምሉእ ብምሉእ ዝተነብረ ሂወት መስመራ ትንበቦ ኣለዎ ኣእዳውካ ስራሕን ጻዕርን ዝፈጠሮ ረጒድ ሓርፋፍ ቆርበት ተሸፊኑ ኣሎ ሽዑ ንስኻ ምስ ሓደ ዝፈትወካ ከም ኣራያ ዝወስደካ ሰብ ምናልባት ውሉድካ ምናልባት ወዲ ወድኻ ምናልባት ተምሃራይካ ምናልባት ፈታዊኻ ክኸውን ይኽእል እዩ ጥራይ ምስኡ ኮፍ ኢልካ ኣለኻ። እቲ ሰብ ድማ ብዛዕባ እታ ህይወትካ ዝተቐየረትላ ህሞት ንገረኒ፣ ብዛዕባ እታ ህይወትካ ንምቕያር ውሳነ ዘሕለፍካላ መዓልቲ ንገረኒ ኢሉ ይሓተካ። ሽዑ ንስኻ እንታይ ክትብል ኢኻ ትደሊ? ምኽንያቱ እታ ህሞት፣ እታ መዓልቲ፣ እታ ውሳነ ዘሕለፍካላ ሎሚ ክትከውን ትኽእል እያ። ሕጂ ትሰምዖ ዘለኻ ናይ ሰላሳ ደቓይቕ መደብ ነቲ ዝቕጽል ሰላሳ ዓመታትካ ዝቕይር ሰላሳ ደቓይቕ ክኸውን ይኽእል እዩ። ግና ህይወትካ ዝቕየር ብሰንኪ ገለ ሓደ ተኣምር ዘይኮነስ ብሰንኪ ገለ ሓደ መደብ ወይ ምስጢር ዘይኮነስ ብሰንኪ ሓቀኛ ውሳነ ስለ ዝገበርካዮ እዩ ዝቕየር። እቲ ውሳነ ሕጂ ኣብዚ ህሞት ኣብ ኢድካ ኣሎ። እተን ዝመጽኣ ሰላሳ ዓመታት ወሲንካ ኣይወሲንካ ምምጽእን ኣይተርፍን እዩ። ግዜ ብሰንኪ ንስኻ ዘይምውሳንካ ደው ኣይብልን እዩ። ጸሓይ ክትበርቕ ክትዓርብ፣ ወቕትታት ይቕየሩ፣ ዓመታት እውን ክደራረቡ እዮም። እቲ እንኮ ሕቶ ከኣ እዚ እዩ፣ እዚ ግዜ እዚ ክዕዘር ከሎ ንስኻ መን ክትከውን ኢኻ? ኣበየናይ ደረጃ ህይወት ክትርከብ ኢኻ? እቲ ኣብ ቴለፎኑ ስኩረል እናገበረ ዝቐጸለ ሰብ ክትከውን ዲኻ ወይስ እቲ ህይወቱ ንምቕያር ንኽጅምር ዝመረጸ ሰብ? እቲ ሙቸት መሪጽ ዝጸንሐ ሰብ ክትከውን ዲኻ ወይስ እቲ ንኸዓቢ ኢሉ ዘይጥዑም ኩነታት ዝተቐበለ ሰብ? እቲ ትኽክለኛን ርግጸኛን ህሞት ዝጽበ ሰብ ክትከውን ዲኻ ወይስ እቲ ንነፍሲ ወከፍ ህሞት ብጻዕሩ ትኽክለኛ ዝገብሮ ሰብ እዩ? እተን ዝቕጽላ ሰላሳ ዓመታት ይጽበያኻ ኣለዋ። ዝሓሸ ኩነታት ሒዘን ኣይኮናን ዝጽበያኻ፣ ዝያዳ ዝምቹእ ናይ ህይወት ግዜ ሒዘን ኣይኮናን ዝጽበያኻ። የግዳስ ነዚ ሕጂ ዘለኻዮ መንነትካ እየን ዝጽበያኦ ዘለዋ። ምስ ወድቀትካ፣ ምስ ጥርጣረኻ፣ ምስ ፍርሕኻን ኩሉ ነገርካን እየን ዝጽበያኻ ዘለዋ። እዚ ክነግረካ፣ ዕብየት ኩሉ ነገሮም ምሉእ ብዝነበሩ ሰባት ዘይኮነስ፣ ኣብ ዝኾነ ህሞት፣ ኣብቲ ፍርሕን ምጥርጣርን ዝመልኦ ህሞት ምጉዓዝ ብዝቐጸሉ ሰባት እዩ ተሃኒጹ። ርግጽኘት ዘይብሎም ናእሽቱ ስጉምትታት ተኣኪቦም ቀጻልነት ይፈጥሩ። ቀጻልነት ተኣኪቦም ትብዓት ይፈጥሩ። እዚ ተኣኪቡ ከኣ ኣንፈት ይፈጥር። እቲ ኣንፈት ከኣ ሓይሊ ድፍኢት ይፈጥር። ኣብ መወዳእታ እቲ ትደልዮ ብኣእዳውካ ዝተሃንጸ፣ ብምርጫታትካ ዝተቐርጸ፣ ብትብዓትካ ዝተረኽበ ህይወት ትፈጥር። ሕጂ ልክዕ ኣብዚ ህሞት ካብ ናይ ዓመታት ድቃስ ዝባራበሩ ዘለዉ ሰባት ኣለዉ። ነዚ ንስኻ ክትስከሞ ዝጸናሕካ ጾር ዝተሰከሙ ሰባት፣ ልክዕ ከማኻ ጥርጣረ ዝነበሮምን ልክዕ ከማኻ ፍርሒ ዝነበሮምን ስለምንታይ ከም ዘይክእሉ እናሓሰቡ ኮፍ ዝበሉ ልክዕ ከማኻ ተመሳሳሊ ዛንታ ዝነበሮም ሰባት ነይሮም። ንሳቶም ግን ወሲኖም እቲ ከም ዘለውዎ ምቕጻል ዘምጽኦ ቃንዛ ካብቲ ንለውጢ ዝግበር ቃንዛ ከም ዝዓቢ ተረዲኦም ንሳቶም ብሓቂ ነቲ ንህይወትካ ንምቕያር ዝግበር ጻዕሪ ከም ዝበቕዑ ተረዲኦም ህይወቶም ንምቕያር ወሲኖም ከኣ ሕጂ ዝከኣል ምዃኑ ህያው መርትዖ ኮይኖም ኣለዉ። ንስኻ ብተራኻ ንኻልእ ሰብ እቲ መርትዖ ክትከውን ትኽእል ኢኻ። ሓደ መዓልቲ ልክዕ ከምዚ ሎሚ ናይቶም ህይወቶም ዝቐየሩ ዛንታ ዘድልየካ ዛንታኻ ዘድልዮ ሰብ ክህሉ ክትገብር ኣይትደልን? ህይወትካ ምቕያር ይከኣል እዩ፣ እዚ ናይ ብሓቂ እዩ ክብሉሉ ዝኽእሉ ነገር ክትሃንጽ ኣይትደልን? እዚ ሕቶ እዚ ንዓኻ እዩ። ህይወትካ ክትልውጥ እንተድኣ ወሲንካ፣ ህይወትካ ዝተዓወተ ጥራይ ዘይኰነስ ምቹእ ጥራይ ዘይኰነስ ትርጕም ዘለዎ ክኸውን ይኽእል እዩ። ትርጉም ዘለዎ ምዃን ከኣ ካብ ገንዘብ ዝበለጸ ዋጋ ኣለዎ። ትርጉም ዘለዎ ምዃን ከኣ ካብ ዝና ዝበለጸ ዋጋ ኣለዎ። ትርጉም ዘለዎ ምዃን ምሸት ክትድቅስ ከለኻ ኩሉ ነገር ጸጥ ምስ በለ ውሽጥኻ ብሓጎስን ብኹርዓትን ዝመልእ ነገር እዩ። ቅድሚ ናብዚ መደብ ምምጻእኻ ዝኸሰርካ በቃ ወዲቕካ ዝተረፍካ ኮይኑ ይስምዓካ ነይሩ። ግና ወሎደይ ንስኻ ጌና ትጎዓዝ ኢኻ ዘለኻ ሓደ ክትዝንግዖ ዘይብልካ ነገር እንተሎ ንስኻ ኣብ ዝሃለኻሃሉ መጻኢኻ ናይ ምቕያር ሓይሊ ኣለካ እዩ እዚ ድማ ካብ ኩሉ ነገር እቲ ዝበለጸ ጸጋ እዩ
ሓንቲ ዓባይ ወርሒ ብዙሓት ከዋኽብቲ

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቀንጢጦም ዝውግዱን ጸልማት ወርሕን ከዋኽብትና ይጠፈርፍ

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ